ደሓን ዶ ውዒልካ? ከመይ ውዒልካ? ኣምለሶም ኣበይ ነይሩ? ስማዕ እስኪ እዞም ዓዲ ከም ፀሓፋይ መጠን ቁሩብ ከዓ ንዓኻ ስለ ዝሰምዑኻ ተጠንቅቕዎም ተኾንኩም ኣጠንቅቕዎም ኣይኮነን በብዝሓለፍኮ እዞም ዓዲ ፅሉል ፅሉል እንዳበሉ የዕገርጉርኒ ኣለዉ ኣነ ደሓር ክበታትኸ ኩላ ዓዲ ውዒል ክገብራ እየ ነግረካ ኣለኹ ቀኒኦም እኳ እዮም ቀኒኦም እዚኣ ዛህራ ሂባትኒ ጓል ኣቦይ ዓሊ ካብ ጅዳ መፅያ ዘላ ኩሉ ክዳነይ እዚ ናይ ዛህራ ዛህራ ሓፍተይ ፅርጅ ፅቡቅ ኣላ ወ
ኣይ ኣበይ ነርካ ከነ መርዓውካ ዶ ቆርቡ ህድእ ክትብል ዓድና ዳታይ ከተመርዑ ፅሉል ፅሉል እንዳበልኩም ሰ ኣበይ ከተመርዑውና እስኹም ካብ ከተመርዑውኒ ከተተስኩሩኒ ዝቕለኩም ዞም ዓዲ ከምኡ ይትበል ኩሉ ሰብ ሓደ ኣይኮነ እዋ ዓድና ደንደንቲ እንዲኹም ኩልኹም ሓደ ኢኹም እስኻ ደኾን ተሓይሽ ቁሩብ እስኻ ተሓይሽ ጀሚረና ከለዋ
እንታይ እየን ዝጅምራኒ ከምዚ ኣይሎም እዮም ሸሙ እንድጅምሩኒ እንታይ ይጅምረኒ ከነበርዖካ ክንዲ ዝበልኩስ እንታይ ደኣ ኮይንከሞ ደሓን ባዕለይ ፅብቕ ዘርእየ ክምርዖ እየ ኣቦኻን ኣዴኻን እኮ የለዉ ክንድኦም ከይና ከዓ ንሕና ነመርዖካ ወይለ ሓቅኻ ኣቦይን ኣደይን እባ የለውን ኣታ ሕራይ ምስ መን ኢኹም ከ ከተመርዕውኒ? ምስ ጓል። ምስ እንታይ ድኣ ከተመርዕወን ደሊኻ? ጓል ክትብል ከለኻሲ ጓል መን እያ መን እያ ከመይ እያ? ሕራይ ጥራሕ በል እምበር ባዕለይ ከመይ ዝበለት ጽብቕቲ ቆልዓ ከማጻልከ። ጽቡቕ
በል ክጽበየካ እየ። ተበይ ኣምጺኻያ ግን ክፈግኣካ እየ። ዋእ! እወ ብሰንክኻ እየ ክምርዖ እምበር ኣብ ርእሰይ ከምኡ ሓሳብ ኣይነበረንን ኣይሓሰብክዎን ነይረ ኣነ እዚ ኣብ ርእስኻ ተዘይነበረ ደኣ። እህ እሞ ብ ርእሰይ ተዘይነበረ። ዋእ ከምኡ ምቅጻል ይሕሸካ። እዋእ ጥዕና ኣብልካን ድዩ ከነመርዕወካ ዶ ክትብል ኣይጸናሕካን። እወ ኣነ ደኣ ክትዘምድን ክትወልድን ኢለካ። እሞ እንታይ ደኣ ኮንካ ሕጂ ዶስ ጽሉል ከይወልድ ኢኻ ፈሪህካ። ዋእ ከምኡ ዘይበልኩ።
ከይተሕርቐኒ።
ክሳብዛ ሰዓት እዚኣ ሰላሳን ክልተን ሰብ ጥራይ ፈጊዐ ደለኹ እኳ። እዋእ ኣቶም ሰባት ባዕለይ ዶ ገለምጼ እሞ ሰላሳን ሰለስተን ከተብጽሖም መደብ ኣለካ እዩ። እሱ ኣብ ልሳኖም እያ ትምርኮስ። በቃ መልሓስ ናይዛ ዓዲ ተዘይጢዓ ሰለስተ ሽሕን ሰለስተ ሚእትን ሰላሳን ከብጽሓ እየ። ዋው ዋው ዋው ዋው። ኩላኹ ተናኹሓ እየ። ግደፍ ግደፍ እወ። ግደፍ ምፍጋእ ኛው በላ እሞ እሶም ከዓ ትሕማቅ ቃል ኔው በልዎ። ኣነ ሽዑ ኣይኮነን ደንጎላ ክድርብይ ብደንጎላ ዘለዎ ከማን ኣይሓልፍን እዩ እምበር በዚኣ ግን ፅብቕቲ ነይራ እኮ ስለዘየርክቦም እኮ እምኒ ዝውርውረሎም በርዚያ በዚያ በልዚ ዝበልኩኻ ከዓ ንገሮም ኢኻ ክነግሮም እየ ክነግሮም እየ ፀሓፊ ናይዚ ዓዲ ክሳብ ዝኾንካ ኣይትፃረፍዎ ኣይተሕርቕዎ በሎም እዛ ጓል ከዓ ክፅበያ እያ ካባኻ ክብሎም እየ ክነግሮም እየ ፍታእ ኣኼባ ከይትፀርፎ ክብሎም ንስኻ ከዓ እምኒ ትበሃል ከይትስንዱ ኣይስንዱን እየ በቃ ወይ ከዓ ከም መሓይሻ ጽሉል ዝበለኒ ጽርውርው ክሳብ ዝብሎ ብበትሪ ወይ ብኢደይ እዚኣ ከ ከመይ ብኢትካ ብኢትካ ድሓን ብኢድ ትሓይሽ እወ በቃ ከይደ ኣለኹ በል እዛ ዝበልካያ ግን ከይትርስዓ ኣይርስዓን እየ ክጽበየካ እየ ከዘኻኽረካ እየ ክኹሓሓካ እየ ኣይገድፈካን እየ በቃ ድሓን ቅድም ትረክብ
ገሪብኒ እኮ ብሰንክኻ ምርዖ ኣለኹ በቃ ብሰንክኻ እዛ በትርን እምንን ግን ኘበለ

ገንዘብ ድዩ ብዙሕ ሂቡኩም ኮይኑ? ገንዘብ ብዙሕ ኣውጺኤ እዛ ጽርግያ ክሰርሓ እብል ኣሎ። እህ ንዕኡ ዲኹም ከኣ? እወ ሃይከል ብዙሕ ገንዘብ እኳ ኢከድልዮ ነዚ ጽርግያ። ክሰርሖ ይኽእል እንድዩ ንምንታይ ከም ዝሰርሖ ግን ትፈልጡዶ? ኣይፈለጥኩን።
ዋይ ክጀሃርልኩም ስለ ዝደለዩ መዓሾ ምስ ወዱ ዝሰርሖ እዩ ክበሃል። ሃይከል ሓፍተይ እንጀራስ ግብር እዩ። ፈሊጥክዮም ክምኩሑልና። እዚ ኮነን ካልእ ዝፈልጥ ሰበይቲ እኮ እየ። ግን ብኸመይ ደኣ ፈሊጥክዮም?
ገዛ መጺኦም ነዞም ዓዲ ክንምክሓሎም ኢና፣ ጽርግያ ሰሪሕና ንዘልኣለም ክንዝከር ክንነብር ኢና ኢሎሙኒ። እንዳ መዓሾ ዝሰርሕዎ ክበሃሉ እባ። መዓሾ ኣፍ ምብላሾ? እዚ ኮነን ካልእን ንፈልጥ ዓዲ እኳ ኢና ንሕና። ኤህ ሓወይ ስባይ ትጽረፉለይ ርኢኺ ገለ ንጽድቂ ዝሰርሕ ኣሎ ገለ ከኣ ንኽምካሕ እሞ የለን ሓቅኹም ኣነ ዊን ኣይድግፎምን እየ ከመይ ክድግፍዮም እዚ ግደፋቶ ትወዱ መጺኸ እንክዚኤን ንቡንኪ ከይበለኒ እኮ እየ ከይዱ ሓዘንተኛ ምዃነይ እንዳፈለጠ ኣንታ ሃይከል ሓፍተይ ኣብ ምኡ ደይ ሕጎሰሲ ዓዲ ክሕጉስ ጽርግያ ናይ ዓዲ ብደቂ ዓዲ ጽብቕቲ እዚኣ ኸኣ ኣነ ኸኣ ኣብ ጎንኹም ኣለኹ ወይ ማዓሾ በላዕ ኮረንሾ ዘሞ ትጸርፍ እንደ ነዮ በለዎ። ኣንታ ሃይገል ሓብተይ ተግባር ኣሕሪቕኒ እምበር ኣነ ካብ መዓስ ዝጸርፍ ስንዲ ደኣ ገሪምኒ። መዓሾ ከመይ መኪና ተሓምሽሾ ዋ ዘሞ ሃይከል ብሩኽ መዓልቲ ንኹልና ሸይጣ

እወ ቁሩብ። እሂ ኣይጠዓኻን ዲኻ? እወ ቁሩብ ኣይጠዓኹን ዶ ኣለኹ። እወ ኣነ ሓወይ በል ምሕረት ኣውርደልካ። ኣሜን ከምኡ እዩ ዝበሃል። ኣነ ኸኣ እንታይ ደልየ መሲልካ? ህ
እንታይ ደኣ ደሊኻ? እዛ ናይ ዓዲ ጽርግያ ክንሰርሓ ደልየ ከነዕርያ። ኣርኪብካ?
ኣነ ኸኣ ቆልዓ ክሰርሕ ደልየ ኣለኹ። ዋእ ንጽርግያ እሞ እዚ እንታይ ምትእስሳር ኣለዎ ቆልዓ ከ ይስራሕ ድዩ? ማለትሲ
እጥንስ ካብኡ ኸኣ ተጸሊእኒ ስለ ዘሎሲ ክወፍር ኣይጥዕመንን እዩ። ኖ እዚ ኮስ ኢልካ ወፈራ ኣይኮነን ኩሉ ሰብ ክኽፈል እዩ። ጽቡቕ ሓሳብ ኣጓብዝቲ ኸኣ እባ መሊኦም ኣለዉ። ግን የፍቅዱለይ ዶ ኾኑ? ዋይ እስኻ ኸኣ እዚ ደኣ እንታይ ፍቓድ ኣልይዎ። ጀምሮ ጥራሕ። እዋእ ፍቓድ ኣየድልን'ዩ? ገደብ ክትቆርጽ ተኾንካ ጥራሕ ኢኻ ፍቓድ ትሓትት። እሞ ንዓይ ደኣ ዓዲ ክንሕብር እንድዮም ኢሎሙኒ። እዋእ ምሕባር ደኣ የድሊ ይኸውን ማለትሲ ንኽሕጎሱ። ከምኡ ግበሮ በጃኻ ኢለካ። ገለ ገለ እንድዮም ክቃወሙ ሰሚዐዮም። ጥዑይ ዘይፈትዉኻ እኮ ኣይሰኣኑን እዮም። እሞ እንታይ ክኣብዩኒ?
ንኹሉ ዝሓይሽ ደይኮነ? እዋእ ተኣብዮምኻ ደኣ ገንዘብካ ትእክብ ታይ ጸገም ኣለዎ። ገንዘብ እኮ ሒዝናዮ ንኸይድ ኢና ግን ጽቡቅ ክትሰርሓሉ ሲ ጽቡቅ እዩ። ንሱስ ሓቅኻ ኣንታ ፍቅሪ ኢሎሞሲ ክብርተ። እህ ካበይ ናበይ ዳኻ ተንጥረን ደለኻ ናይ ጽርግያ ከይወዳእናስ። ናይ ጽርግያ ዳኣ ክትውድእ እንዲኻ ፍቅሪ ግን። እህ ታይ ክኸይድ ዶ። ኧረ ትጥፋእ ተዘይከይድካ ግን መርዓ ምዛይ እዋ ንመዓዝ ድዩ ብሕጂ እያ ዋላ ንሳ እውን ብሕጂ እያ ሓራይ ክትብል
ሓራይ በል ብሩኽ መዓልቲ
እዚ ኸዓ ፅርግያ ፅርግያ ብል ፍቕሪ ፅርግያ እኳ እዩ ገይሩ ኣይ ከም ናቱ እኳ መሓሸና ፅርግያ ምፍጣር መሓሸና
ኣምለሶም ወደይ። ኤህ ኣቦይ ዞም ኸመይ ውዒልካ? ከመይ ውዒልካ ኣልመሶም ወደይ? እንታይ ደኣ ንኦፊስ እንዳ መጻኹ እንተ ወደይ ትጸንሑኒ? እወ ናብኡ እንዳ በልኩ እንዲየ ደኣ ከርክበካ ህውትውት ስለ ዝኾነት ናባኻ መጼ። ሰንበት ኣኼባ ከም ደሎ ሰሚዕኩም ዲኹም? ሰሚዔ ሰሚዔ ሰሚዔ ዝወደይ። ጽቡቕ ጽቡቕ እንቋዕ በጻሓኩም። እወ ሰሚዔ።
እንታይ እንታይ ነይሩ ደኣ? ስማዕ እስከ ኣምለሶም ካብ መዓሾ እተቐበልካዮ ነገር ኣሎ ድዩ? ማለት ሲ ብላዕ መሳሊ። እንታይ ማለት እዩ?
እወ ኣምለሶም ወደይ ከኽፍኣካ ሰሚዐ'የ እሞ ንዓይ ጽቡቕ ኣይተስምዓንን። እንታይ እንታይ እንታይ እንዳበለ ማለት እዩ? ዋእ ኣንታ ወደይ እቲ ወዲ ካብ ደገ መጺኡ ኣሎ። እዛ ጽርግያ ባዕልና ክንሰርሓ ኢና ይብል ኣሎ። እወ።
ኣነ ከኣ ጽቡቕ ዓድ'ኳ ትምርቐካ ይብሎ። ምርቓ ዘይኮነሲ እንዳ መዓሸር ዝሰራሕዎ ኢና ክንበሃል ንደሊ ኣይብለንን። ንትምካተ ዲኻ?
እወ።
ኣነ ከኣ እዚኣ ኣይንቕበላን ኢና ኣዋጺእና ኢና ንስርሓ ኢለዮ። ጽቡቕ ጌርኩም።
እሱ እንድዩ እቲ ሓቂ። እዚኣ ይቃወመካ እየ ተበልኩዎ።

ድላየይ ኽገብር'የ በሃላይ እዩ። ሰብ ድላዩ ኽብል ይኽእል እዩ፣ መን'የ ኣነ ግን ኵሉ እፈልጥ እየ። ንምንታይ ከ የኽፍኣካ?
ንዓኻ ኣኽፊኡሲ እንታይ ይረክብ? እዚ ዋላ ሓንቲ ጸገም የብሉን፣ ፍዅሰቶም እዮም ዝገልጹ ዘለዉ። ኵሉ ብኣርኣያ ስላሰ ዝተፈጠረሲ ሓደ እዩ፣ ንምንታይ እዩ ልዕሊ ንኡ ኸርእየና ዝደሊ? ሓደራ ዝወደይ፣ ጽርግያ ኽሰርሓ እየ ተይሉ ንዅሉ እያ ትምልከት በሎ። ክስቶስ ዝሰርሖ ዘይኮነ ዓዲ ትሰርሖ ክበሃል ኢና ንደሊ። ኣኸለ እዚኣ ሓዛ ኣምለሶም ወደይ። ብሩኽ መዓልቲ።
ኣሜን።

ኣርሴማ ደሓን ዶ ከመይ ኣለኺ ደሓን ዲኺ ፅቡቕ እግዚኣብሔር ይመስገን ከመይ ትኾኒ ኣምላኽ ይመስገን ደሓን ኢና ኣታ መሓሪ ምምፃእኻ እኮ ሰሚዕና ኢና ግን ናይ ኣጋጣሚ ተረኸብና ሓቅኽን ዲኺ ከመይ ኣለኺ ኸ ጥዕና ገለ ኩሉ ኣምላኽ ይመስገን ፅቡቕ እሱ ዝድለ ሓቅኽን ዲኻ መሓሪ ሓወይ ኣብ ዓለም ከዓ ጥዕና እዩ እኮ ዘድሊ እቲ ቀዳምነት ጥዕና እዩ ሓቅኽን ዲኺ ብዘይ ጥዕና ከዓ እሞ ዝኾነ ነገር ኣይግበርን እዩ ክንደይ ደኣ ጌርካ ካብ ትመፅእ ሕጂ ደኣ ሰሙን ገለ ሕሊፋ ኦ ጽቡቕ እምበር እሞ ከመይ ጸኒሕኪ ዓዲ ዓዲ ደኣ እሞ ብጣዕሚ ጽቡቕ እንታይ ክወጾ ጥራይ እዛ ጽርግያ ከይዕረኹማ ዋይ እዛ ጽርግያ ቃ ሓቂ ከንዲኻ ኩሉ በቃ ነናብ ዋኒኑ እንዳኸደ እኮ እዩ እምበር ሓንቲ ወፍሪ ከኣ ተድልያ ነይራ ወፍራ የድሊ ገለ የድሊ ሕጂ ባዕለይ ክዕረ እየ እዋ ብገንዘብካ ማለት ድዩ እወ ብገንዘበይ ቅጥራን ገለ ክገብራ ሓስብ ኣለኹ ዋይ ቅጥራን ደኣ እሞ ክንደይ ሚልዮናት ኮ እዩ ዝውድእ ዝወድእ ይወድእ እዚኣ ግድን ገይረ ክይድ ኣለኒ ዓዲ ኩሉ ክሕጎስ ኣለዎ ድሓን ፅቡቅ እዩ ድሓን ክሓተካ እንዶባ ተመርዕካ ዶ ከ ኣይ ኣይተመርዓኹን ዋ ክሳብ ሕጂ ዋይ ኣታ ዘይምርዓው ሰብ ኩላትና እያ ዘላ ማለት ቆይ ኣነ ከማን ኣይተመርዓኹ ከይትግረም ኣነስ እኳ ስራሕ ክብል ግዜ በሊዐ ንስኺ ግን ተመርዓዊ ምርዓው ደኣ ምስ ተመርዓና ንፉዓት ከምዚ ከማኻ ተረኺብና ብፍላይ እንታይ ዓይንና ሓሲብና ልልካና ኢኻ ንፉዓት ደኣ እሞ ኣበይ ክሰኣኑ ኢሎም መን እዮም? ደቂ ዓድና ዘይፈለጥካዮምን ኣብ መስተ እኮ ኣይሓይሎም። ኣይትጋገይ ሓደ ክልተ ዝሰትዮኹን እዮም። ሓደ ክልቲኦም ዘይሰትዩ። ኣይትበሊ።
እብለካ እንድየ ዘለኹ ተተረኺቦምሲ ከምዛ ከማኻ ደኣ። እሞ ኣነስ ዝሰቲ እንድየ።
ኣንታ ንስኻ ደኣ እኹል ተርፍ ከማን ኣለካ ትሰቲ ትኸውን። ኣታ እዚኦም እኮ ደሞዞም ሙሉእ እዮም በቃ ድሰትይዎ። እዋእ። ደሓን ዘይሰቲ ሪእና ክነማጸልኪ ኢና። እዋእ ኣታ ተኾንካ ባዕልኻ መጺኻና ከለኻ። ኣይ

ኣብ ህፁም ወደይ ከመይ ኣለኻ መርሓባ መርሓባ በይዞሞ መቸም እስኻ ኣብዛ ዓዲ እቲ ዝነፍዐ ሰብ ኢኻ ይግበረለይ ይግበረለይ ገሊልካ እንዲ ፍፁም ወደይ እንታይ ክብለካ ኢደ መዓሾ ዝስወጦ መዓሸው እንዲ ፅርግያ ክሰርሓልኩም ይብል ኣሎ ፅቡቕ ሓሳብ እዩ ወሸለ ሰሪሖምና ፅቡቕ ኣለኻ እንተኾነ ሓይሊ የሙና ዘይኮኑሲ ክምኩሑልና እዮም ደልዮም። ከመይ ማለትኩም እዩ ኣይተረደኣንን። ከረደኣካ እየ እቲ ጽርግያ እንዳ መዓሾ ሰሪሖሞ ተባሂሉ ክምኩሑልና እዮም ደልዮም። ዋእ ኦሶ እንተሰሪሖሞ ደኣ እንዳ መዓሾ ሰሪሖሞ እዩ ክበሃል እምበር እንታይ ደኣ ክበሃል ደልዮም። እሞ ሰንዲና ደኣ ዘይደልናዮ ሓሳቡ እኮ ክዋራዘየልና እዩ። ንምውርዛይ ኢሎም እንተኾይኖም እሞ ይጋገዩ ኣለዉ። ሓብቲ እኳ ነጊርሃኒ ንዘልኣለም ክንዝከር ኢና። እዞም ጥምያት ዓድና እንታይ ክሰርሑልና? ኖኖኖኖኖ እዚ እሞ ክኸውን የብሉን። ክኸውን የብሉን ወ ኣዋጺና ከ ዘይንሰርሖ እንጀራ ዝግብላዕ ናባይ መጺኻ? ዝምክሓልና ኣይድልየናን እዩ። ኣነ ከኣ ንጽቡቕ መሲልኒ። ኣንታ ፍጹም ወደይ ጌርናሎም ንምባል እኳ እዩ ተሓሲቡ። ከምኡ ተኾይኑ ይትረፍ። እትረፍ ወ ኣነ ንኮሚተ ዓዲ ክሕብሮም እየ ንስኻ ከኣ ፍጹም ወደይ ነዚ ዝረኸብካዮ ወዲ ዓዲ ኣነቃቅሓዮ።
ባዕለይ ኣለኽዎ ኣጆኹም።
እወ ኣይትሕመዝ ወደይ። ኣነስ ከኣ ሕማቅ ሪኦም ዝገብርዎ ዘለዉ እኳ ይመስልኒ። ቸላ ቸላ ቸላ ሳላ ኣና ኩሉ እባ ተጃህርቲ እኮ እዩ። ገንዘብ ከ ደኣ ጽርግያ ዝስርሓሎም። እቲ ወዲ እዩ ክሰርሖ ዝብል ዘሎ። ፋብሪካ ኣሃ ኣለዉ ኒፍቲ ደገ ወ ወዶም መጺ ኣሎ መጺኡ ወ
በል ከይደ ፍጹም ወደይ እዛ ዝበልኩኻ ግን ንሙሉእ ዓዲ ባዕልኻ ኣርዳእ ኢኻ ዝወድ ባዕለይ ኣለኹ ወጆ ወ ወ ወ
ኣበይ ነርካ መርሓባ መርሓባ ወይ ማዕሾ ኣንታ ኣበይ ነርካ ወደይ ጠፊእኻ እኮ። ሓቅኹም ካብ ዘይንረኣኣስ ነዊሕ ኮይኑ። ጠፊእኻ እምበር ኣዚኻ ጠፊእኻ። ሕማም በርቲዓትካ ድያ? ኣይ ንዓይሲ እዞም ዓዲ እዮም ዝብርትዑኒ። ብኣይ ክጻወቱ እኳ እዮም ዝደልዩ። ብጥዑየይሲ ናብ ሕሙም የጸጋግዑኒ። ዋእ ኩዕሶ ዶ ኾንካ እስኻ ድኣ ብኣኻ ክጻወቱ? እንታይ ፈሊጠ ንዓይ እዮም ሕሙም ዝብሉኒ እምበር ንሶም እኳ እዮም ሕሙማት። ስማዕ እስከ እባ
ስድራኻሲ ብኸመይ እዮም ኣበይ ነርካ ትብል ሽም ኣውፅኦምልካ? ኣሃ
እዚኣ ደኣ ከም ዘዕለሉኒ ተኾይኑ ኣቦይ ዶንጊ እንዲ ተመርዒልኩም ሕጂ ምስ ወለደ ንዓይ ወሊዱ ንዓይ እዚ ቆልዓስ ክፅበቕ ኣበይ ደኣ ነይሩ ይብሉ። በዚኣ ገይሮምሲ ኣቦይ ኣበይ ኔርካ ኣይብለንን ንዓይ። ንሱ ዝደንጉየሲ ናባኻ እገርም እዩ ገርም። ኣበይ ነይሩ ወደይ እንታይ ክብለካ ደልየ መሲሉኳ። እዋእ እንድዒ እንታይ ዲኹም ክትብሉኒ ደሊኹም። እዛ ዓድና
ጽርግያ ቅጥራን ክንገብራ ደሊና ኣሎና። ኦኦ ጽቡቕ እምበር እዚኣ ደኣ ናይ ስራሕ ዕድል ከማን ንረክብ። ወለ
ጽርግያ ሰሪሕኻ ትኽእሎ ዲኻታ። እዋእ እኽእሎ እወ ምኽያድ ኣብ ልዕሊ ጽርግያ ጥራይ ዝኽእል ድዩ ደኣ ድረስረኩም
ንምኻድ ክእለት ተድልዩ ድዩ ግድን ኣካይዳ ኣብ ሓመድን ኣብ ቅጥራንን እኮ ይፈላለ እዩ ከመይ ኣብ ሓመድ እሞ ኸኣ እምኒ ዝበዝሖ ተኾይኑ ከም ሰኽራም ሰንደልደል ሰንደልደል እንዳበልካ እኳ ኢኻ ትኸይድ ሓቂ ሕጂ ኩላ ሰብ ትኽ ኢላ ከም ትኸይድ ክገብራ እየ ኣብዚኣ ሕጂ ወደይ እኒ ክሰርሑ ነኒ ዝረኸብካዮ ዝወዲ ዓዲ እወ ኣብ ጎኑ ኾንኩም ኣጆኹም ጥራይ በልዎ ነዚ ወዲ ጸበል። እዋእ ጽርግያ ዝኣክል እንዳሰርሐስ ኣብ ጎኑ ጥራይ ንኸውን ታይ ኣብ ጎኑ ነዚ ድኣ ኣብ ቂድሙ እዩ ቂድሙ ኢና ንኸውን። እወ ሪኢኻ ንሕና ኸኣ ንዝክር እንዳመዓሾ ዝሰርሕዎ እዩ ጽርግያ ይበሃል። ወይለይ ጸገምና ንምፍታሕ ድዩ ወይስ ክትዝኮሩ ኢልኩም ኢኹም ትሰርሕዎ ዘለኹም? ኣይፋሉን ጸገም ዓዲ ንምፍዋስ እንዳኣሉ እዚ ሕማቕ ርኢና ኮይና ከምኡ ንሓስብ ዘለና። ጽቡቕ ንመዘከርታ ኢልኩም ትገብርዋ እንድሕር ኣለኹም ግን ስጋት ኣደይ ኣነ ኣይረግጻን እየ ሓመድ ሓመድ ክኸይድ እየ። ማሓሪ ደኣ ሚሒርዋ እምበር እዛ ዓዲ። እወ ግርም ዝወደይ ኣበይ ነይሩ ወደይ ስምዓኒ ዘዝረኸብካዮ ከምኣ እንዳልካ ንኹሎም ፅቡቅ ገርካ ኣስምዓዮም ኢኻ ኣብ ጎንና ክኾኑ ኣለዎም ግድን
ዓዲ ተዓንቂፍካ ካብ ምውዳቕ እኮ ድሒንኩማ ኢኹም ድሒና ድሒና ክድሕን ከ ክስራሕ ኣለዎ እዚ ክሰርሕዎ ኣለኩም ክስራሕ ሕራይ በል ከምዛ ዝበልኩኻ ንኹላ ንመዛኑ ካበልና ዓበይቲ በል ንኹላ ከምኣ እንዳልካ ንገራ ለባይ ግደፍዎ

እንታይ ደኣ ዕሪፍካ እንተ ኣብቲ ቤት ፅሕፈትካ እኮ ስኢነካ ዕሪፍካ እወ እሞ እምለሶም ወዲ ፍሽኽ እስከ በል ፍሽኽ በል ተሓጎስ ተሓጎስ ተሓጎስ ብለካ ኣለኹ ብዛዕባ ምንታይ ተሓጎስ ፍሽኽ እንበል ፍኹስኩስ በል ፍሽኽ ደብል እንታይ ኮይኑ እኳ እሞ ፍሽኽ ክብል እንታይ እቲ ጉዳይ ይብለኩም ኣለኹ ዋ እምለሶም እምበር ንስኻ ኸኣ እንታይ ደኣ ዓጺካ ምታሕ ዋእ ብርህርህ በል ደሓን ደሓን ተሓጎስ ደሓን ደሓን ናብ ጉዳይና ንእቱ እንታይ እየ ክሰማዕኩም ጽርግያ እሰርሓልኩም ኣለኹ ኣነን ወደይን ወደይ ብፍላይ ሲ ጽርግያ እሰርሓልኩም ኣለኹ ዓዲ ኸኣ ትምርቕ ወይ ንወደይ ትምርቕ ንዓይ ትምርቕ ወይ እምባ ንበይንኹም ድዩ ዝምልከተኩም በይንኹም ትሰርሑ ኣምልሶም ብዛዕባ ገንዘብ ማለትካ ድዩ ገንዘብ እሞ ኣይትሰከፍ በሽበሽ ወደይ ኣለዎ ገንዘብ ክሰርሓልኩም ኣለኩም ኣለኹ እሱኹም ክትምርቑ ጥራይ ኢኹም እስኻን ዓድኻን ክትምርቑ ዓድና ክትምርቕ ኣለዋ ወይ ጽቡቅ ሓሳብ እዩ።
ብዝኾነ እሱ ቆልዓ ግዜ ይብሉን እንታይ እንታይ ክገብር እንታይ እንታይ ከማልእ ኣለዎ ንገረኒ እሞ ክነግሮ። መጀመርታ ምስ ዓዲ ምርድዳእ ከድሊ እዩ።
ከመይ ማለትካ እዩ ኣምለሶም እንታይ ኢኻ ትሕንግድ ዘለኻ እዚ እኮ ዓዲ ዘድልዮ ኣይኮነን ዓዲ እንድሕሪ ከድሊ ኮይኑ ምምራቕ ጥራይ እዩ በቃ ምምራቕ ጽኑዕ ርገጽ ኩሉ ገንዘብካ ምሉእ ግበረልካ ምምራቕ ጥራይ እዚ ከምኡ ዝበሃል ነገር የለን መጀመርታ ሓሳብ ናይ ዓዲ ንሰምዕ ብድሕሪኡ ናብ ተግባር ንኣቱ
ነሶም ወላ ወላ እዚ ኣጋውላኻ ባህ የለን እዝጌራ ሓግዝ ሃየ ኩሉ ነገር ማልኩም ክንዲ ምባልሲ ምዕንቃፅ እዚ ፀርጊ ዓዲ ምሉእ ዝጥቀመሉን መኸ ወ ዝብልዎ ከዓ ክንሰማዕ ኣለና እንታይ እሞ ክብሉ ካብ ምምራቕ ሓሊፎም ካብ ምሕጓስ ሓሊፎም ሲ እንታይ እዮም ክብሉ እንታይ ከምፅኡ ዝብልዎ ድኣ ብሓንሳብ ከንና ንሰምዖ። እንታይ ኢኻ ኮንካ ቅኑዕ ድዩ እዚ ቀኒእካ ኢኻ። ብዛዕባ ምንታይ ኢየ ክቀንእ።
ቀኒእካ ኣሎኻ ባዕልና ምስራሕና ቀኒኡካ ኣሎኻ። እዚ ናትኩም ኣተሓሳስባ እዩ። ኣንታይ ጥዕና ባይብልኩም ዲኹም ኣንታ። ንሕና ግን ክትፈልጥ በቲሉ በቲሉ ክንሰርሕ ኢና። በይንኹም ትውድእዎ ጉዳይ ኣይመስለንን። እዚኣ እንተደይገረ መዓሾ ኣይኮንኩን ወደይ ድሓሰቦ ክነተግብራ ኢና እወ እንታይ እዩ ነዚ ክትዕንቅጽዎ ጥራይ ትሓስቡ ዘለኹም።

ኦ ኣርሴማ ናበይ ደኣ? ኣስቤዛ ክገብር ከተማ ከይደ ኣለኹ። ከመይ ቀኒኺ?
ደሓን ዲኺ? ጽቡቕ ደሓን እየ ኣምላኽ ይመስገን። ዋእ ጽቡቕ ክትህልዊ እየ ከኣ እደሊ። እወ እንታይ ደኣ? ዋእ ስምዒ እንዶ
ዋእ ኣነ ዘተሓሳስበኒሲ እንታይ ኮንኪ ኢኺ ዘይትምርዓዊ? ዋእ ውይ ኣነ ንስኻ ከ እንተኾንካ ደኣ ወደይ ከምኡ ኢልካ ሓቲትካኒ። ኣነ ደኣ ናትኪ ጽቡቕ ስለ እደሊ። ጽቡቕ ኣይትደሊ ተኾንካ ስቕ ስቕ በል ሕራይ። ኖእ ኣነ ደኣ ኣብ ምምራጽ ጸገም ድሕሪ ኣሎስ ክሓግዘኪ ኢለኮ እየ። ኣነ ነቲ ምሳይ ዝነብር ሰብሲ እስኻ ንዓይ ክትመርጸለይ? እንታይ ጸገም ኣሎ?
የቐንየለይ የቐንየለይ ፍጹም ሓወይ። ገንዘብኪ?
ግን ክሓተካ እንዶ ንስኻ ከ እንተኾንካ ስጋዕ ሕጂ ዘይተመርዓኻ?
ምስ መን እየ እሞ ክምርዖ? እዋእ ምስ ትፈትዋ። ከምኡ እንተኾይኑ እታ ዝፈትዋ ንስኺ ኢኺ። ዋእ ኣቱም ሰባት እንታይ ጥዕና ኣለኩም ድዩ? ብጀካይ ካልእ ጓል የላን ድያ? መን መጺኹም ንዓይ ክትሓቱኒ?
ብዘይካይ ዝሓተተኪ ሰብ ኣሎ ድዩ? ካልእ ትረፍሲ የማነ ከማን ሓቲትኒ ኣሎ። የማነስ ንዓኺ?
እሂ የማነ እሞ እንታይ ድዩ? ኖሆ ደፋር እዩ። ደፊርኪ እዩ። ሕልኩስ። ዋእ እንታይ ድኣ ትጸርፎ ድኣ እሞ? ዋእ ከጸልለኪ? ሓዳር ዝገብር ነይሩ ተዝኸውን ድኣ ቀደም ዘይገብር? ኣይጥዓሞን። ሕጂኸ መን ጥዒምዎ ኢልኪ? ኩለን ምስ ኣበየስ ናባኺ እውይ ክኸይድ ዶ ጸገም የለን ኣስቤዛኺ ግበሪ ኣራይ ከምኡ ኣሎ
ወይ ኣርሴማ መፅያ ኣርሴማ ሃይ ኣርሴማ ሰላም እዩ ከመይ ከ ሓንዲኻ ሰላም እዩ
ደሓን ዲኻ ደኣ ጉዕፅፅ ትብል ዘለኻ ደሓን ኣይኮንኩን ይሄ እንትኾንካ ዲኻ ዋዕ ዝኾንኮ ደኣ ሓቢረኪ ዶ ይነበርኩን እንታይ እዩ እውይ ብዛዕባ ፍቕሪ ገለ ኦም ድዩ እወ እዎይ ኣታ የማን ሓወይ እሱ ደኣ ነጊረካ ምሽ ነይረ ሓቢረካ እኳ እየ እፈልጥ እሞ እንታይ ደኣ ትብለኒ ኣለኻ ክሳብ ዝወፅኣለይሲ ዋላ ሓራ ይበልኒ እንታይ ክሳብ ዝወጸልካ።
ዋእ እቲ ፍቅሪ። ዋእ ተኻሪካ ድዩ። ፍቅሪ ከካርየካ ድዩ። እንድዒ ኣነ እሞ እንታይ ክብለካ እየ። ዋእ ትብልኒ ድኣ የፍቅረካ እየ። እዎ ሓሴ ማለት ድዩ ከምኡ ክብለካ። በጃኻ ንዓይ ግዜ ኣይተቅተለለይ ዋእ ብዙሓት ደቂ ኣንስትዮ እኮ ኣለዋ ኣብዚ ዓዲ። ኣይትጋገይ እንዶ እታ ኣርሴማ ኣነ እኮ ንዓኺ የፍቂረ። ውይ በጃኻ ግደፈኒ ንዓይ ድሕሪ ሕጂ ከምዚኢታት ኣይትበለኒ። እሞ እንታይ ድኣ ክብለኪ ደሊኺ። በጃኻ ንዓይ ዋላ ካልእ ዕለለኒ። ዓሰርተ ትሽዓተ ፍቅሪ ፍቅሪ ጥራይ። ዋእ። እሞ ኣነ ደኣ ኣብ ዕላል ድየ ኣለኹ? እውይ በል ስማዓኒ ኣብ ዓለም ሙሉእ ከማን ንስኻ ጥራይ ወዲ ተትኸውን ኔርካ ጠቕላላይ መፍቀርኩኻ ኔረ ትፈልጥ። ዋእ ኣቲ ክንደይ ከጭክን ኢኺ። እቲ የማነ እንድዩ እንታይ ደኣ ኣሉ ዝብላ ዘሎ ነዛ ኣርሴማ። በጃኻ ግደፈኒ ዋእ ኣነ እንድዒ ኩሉ ነገርካ ትላገጽ ዘለኻ ኮይኑ ጥራይ እዩ ዝስምዓኒ ዘሎ። ደሓን ካልእ መዓልቲ ደሞ ክንቅጽላ። ዋእ እታ በጃኻ ኣይትሕመኒ ንዓኣ በጃኻ ኪደለይ ሲኢልካ ኣውሪዱለይ ዶ።
እንታይ መዓት እዩ ወደይ ናተይ ዕድልዚ
ኣታ የማነ ናስኪ
እያ ዳሃይከ ደሓን ዲኽን ኣይዳልካ ክትብላ ጸኒሕካ እዋ እንታይ እቲከ እንተኾይኑ ዘይእትወኒ ጓል ዓድና እንድያ። ተኾነት ከሞ ናይ ዓዲ ሙሉእ ዘረባ ክሰምዖ ኣለክን። እስኻ ደኣ ዝሕግዘካ መኣስ ትፈቱ ኮንካ? ብዛዕባ እንታይ ክትሕግዛኒ?
ብዛዕባ እቲ ዝተዛረብካያ። እንታይ ከም ዝበልኩዋ ፈሊጥክን ዲኽን? እንተዝፈልጥ ደኣ ምነገርኩኻን ዶ? ግደፎ ደሓን። ደሓን ደሓን ጽንሕና ክነግረክን እየ። እንተነጊርካን ደኣ ይሕግዘካ ከኣ።
ፈትየያ እንድየ።
ጽቡቕ እሞ እንታይ ደኣ ኢላትካ?
ዋእ ክገርመክን እዩ ኣይፈትወካን እዩ ኢላትኒ። ግርም ገበረትካ ንዓኻስ ከመይ መፍተው ዘይብልካስ ከመይ ገይረ እያ ክትፈትወካ እዋ እሞ ሕራይ ሓግዛኒ እሞ እንታይ ክሕግዘካ እዋ ባዕልኺ እንዶ ንገረኒ ክሕግዘካ በልክኒ ኣነ ከምኡ ዶ ኢለካ እወ እሞ ሓግዛኒ ጽቡቕ ክሕግዘካ እወ ሓግዛኒ በል ጠቕሊልካ ግደፋ እንታይ እዩ እዚ ሓገዝ ፈትየኪ እየ ክትብል ተጥፍኦ ዘለኻ ግዜ ንኻልእ ካኾነካ በቃ መፍቂረ ኢልካ ደኣ ምሕመ ምሕሸካ ኦ የቐኔለይ ዘና ሓፍተይ ገንዘብካ የማነ ወደይ ገንዘብካ
ዋ እንታይ ደኣ ባህል ዝኸ ወደይ እንታይ ከም ዝኾንኳ ክፈልጣ እኳ እየ